ሰላም ሰላም ከመይ ቀኒኹም ዳሕና ዲኹም? ኣነ ሰላም እየ እግዚኣብሔር ይመስገን። በብዘለኹሞ ኩርናዕቲ ዓለም ሰላም ወሰናይ ክትኮኑ በዓልቲ ሙሉእ ተስፋ እየ ማለት እዩ። ከመይ እኒኣ ሃዋህው ዓለም ብጣዕሚ እዚ ምዛም ዝፃፍዐሉ ግዜ እዩ እኒኤና። ከመይ እኒኤ ዓርስና ንሕብለልና ዶ ብዝተኻእለና መጠን ጥንቃቐ ንገብር ኣለና ዶ ማለት ነዚ ነገራት እኳ እግዚኣብሔር ይቅር ይበለልና እምበር ተጠንቂቕካ እንትንካ እንትንካ ልውፃእ ነገር ኣይኮነን ግን እግዚኣብሔር ባዕሉ ከም ገለ ገይሩ የሕልፈልና ይደብ ምክንያቱ ኩሉ ዓለም ዝተፈጠረ ሽግራት ስለዝኾነ ኩናት ወረ ኩናት ምናምን ነገራት ስለዝኾነ እና እግዚኣብሔር ኣምላኽ ብዘለኹምዎ ይኹን ምሳኹም ይኹን ፅላሉ የንብረልኩም ንኩላትኩም ደቂ ሰባት ብምሉእ ማለት እዩ እና ደማ ሓንቲ ድማ ብሓዳሽ ቪድዮ መፂና ኒና ሓደሽ ዝኾንኩም ሰብስክራይብ ምግባር ኣይትረስዕኹም ሰብስክራይብ ምግበርኩም እስከ መጨረሻ ምሳይ መፅናሕኹም ላይክ ምግባር ኣይትረስዕኹም ደስ ትሕዳ ኢለኩም ኮይኑ ማለት እዩ ካብኡ ብተወሳኺ ድማ ናብ ዝሓለፈ ክፋላት ርኢኹም ክትኮኑ ኣብ ዲስክሪፕሽን ኣቐሚጠልኩም እኒኦኹ ብዙሕ ኮመንታት ለምናምን ዋላ ኢንቦክስ ምናምን ተደርኩም ኢልኩም ኩላትኩም ኣዝየ ኢለ መስኪን ብጣዕሚ ኢለ ፈትወኩም ብጣዕሚ ብጣዕሚ ብጣዕሚ ካብ ነገርኩም ንዓቐብ ማለት እዩና ያው ሸውዓተ ሽሕ ሰብስክራይብ ምእንትን ክንመልእ ንእሽተና ተሪፋና ንኤቶ ስለዚ ኩላና ሸውዓተ ሽሕ ሰብስክራይብ ንክንመልእ ሰብስክራይብ ዘይገበርኩም ሰብስክራይብ ብምግባር ቤተሰብ ኮኑ ክብለኩም ይደሊ ማለት እዩ ብማዓልቲ ድማ ብሓዳሽ ቪድዮ መፂናን ኢና እቲ ሓዳሽ ቪድዮ ድማ ክስካብ መጨረሻ ሓቅታቱ ኩሉ ነገራቱ ክነግረኩም እየ ብዙሕ ነገር ከም ትኸስብሉ ብዙሕ ነገር ሼር ከም ትገብሩ ባዕልኹም ድማ ተስፋ ይገብር

እምነት ክሕደት ጥልመት ኣብ መን ይርከብ? ብዙሕ ሰብ እንታይ እዩ ዝብል ጸላኢኻሲ ካብ ርሑቕ ዘይኮነስ ካብ ቀረባኻ እዩ ዝመጽእ ዝብል ኣበሃህላ ኣሎ። ባይ ዘ ወይ ክርሑቕ ዘይመጽእ እዩ ክቀረባ ዘይመጽእ እዩ ጸላኢ ጥራሕ ኣይበገስካ ዝብል እምነት እዩ ለለና ኣነ ምሳኻ ስለ ዘሎ ኩሉ ጸላኢኻ እዩ ማለት ኣይኮነን ወይ ድማ ካብ ርሑቕ ኣይመጽእ ማለት ኣይኮነን ኣብ ርሑቕ ስለ ዝኾኖም ኣየር ክብልካዩ ማለት ኣይኮነ ብፍላይ ሎሚ ዘበነ ዘበነ ቴክኖሎጂ እዩ ዘሎ ኩሉ ነገር ኮፍ ኢልካ ከለካ ኣብ ገዛካ ትሰርሐሉ ድላይካ ትገብረሉ ሓሳባትካ ተሳኸዐሉ ስኬታማ ትኾነሉ ንብዙሕ ንኣሉታም ኣወንታም ፅቡቅ ነገራት ትኸስበሉም ትኸስረሉም ነገራት ይኾን ኣሎ ማለት እዩ ምክንያቱ ስራ ደግፍ ዘመን ዘለና ጋይስ እናታይ ክለኩም ደለየ እምነትን ክሕደትን ተኣሚንካ ምጽናዕ ከመይ ትርእይዎ ንስኻትኩም ከመይ ይገጥመኩም ኣነ ብዙሕ ነገር ካብዚ እንታይ ዝበሃል እዚ ብዙሕ ተማሂረ እኒኦኹ ማለት እዩ ብፍላይ ኣብ ግብራት ለለኒ ነገራት ኣብ ሃርያ ለለኒ ነገራት ኣብ በራኽ ለለኒ ነገራት ኣብ እንታይ ዝበሃል ኣብ በራኺ እና ኣብ ኣኮኖም ለለኒ ነገራት ማለት እዩ ሕጂ ድማ እንታይ እዩ ኮይኑ እንድሕዳ ኢልኩም ኮይንኩም ኩሉ ነገራት ናብ ግብራት እንዳለ ተጠቕሊሉ ኣኮሎም ካብቲ ጌም ንሱ ንክወፅእ ብጣዕሚ በቃ ተፋጠጢኒ እየ ማለት እዩ ስለዚ እዚ ጌም እዚ ድማ ኣኮሎም ይብሉ ተኮይኑ ሓደ ፅባቐ የብሉን ካልኣይ ድማ እቲ ገበን እቲ ስራሕ እቲ እቲ ብስሩ ዝኾነ ተግባራቶም ድማ ናብ ግብራት ደውሪዎ ንክኸይድ ይደልን እየ ማለት እዩ ይኹን ደኣ እምበር ማለት እዩ ይኹን ደኣ እምበር ሃርያ ዋላ ሽሕ ግዜ ውሽሙ እትኾን ዋላ ሽሕ ግዜ በዘለ ነገራት ካብ ገብራ ትርሓቕ እምበይ ብጣዕሚ እያ ትፈቶ ጋይስ ብጣዕሚ እያ ትፈቶ ብጣዕሚ እያ ተፍቁሮ ኣይሮኖ ንምንታይ እያ ከምኡ ጌራ ስለምንታይ ከምኡ ጌራ ከምኡ ይግበር ድዩ ምናምን ካብ ጥያቄ ኮይኑ ምክንያቱ ኣፀያፊ ነገር ወይ ድማ ጌጋ ስለዝኾነ ማለት እዩ ይኹን ደኣ እምበር ዋላ ትፅላእዮ ዋላ ዝኾነ ነገር ይሃሉ ኣብ መንጎኦም ጋብ ይፈጠር ካብ ሓዳራ ክትፋታሕ ኣይትድለ ግን ከዓ ብደገ ኣሸሸ ገዳሜ ንክትብል ቦታ ከተመቻቹ ትፍጠር እምበር ኣኮሎም ግን ንገብራት ክጫወተሉ ፍጹም ኣይተፍቅዲ ማለት እዩ ኣኮሎም እዚ ንገብራት ክጫወተሉ ካብቲ ጌም ንሱ ነገራት ንከባላሹ ምናምን ፍጹም ሃርያ ኣይተፍቅደሉይ ማለት እዩ ንምንታይ ተልኩምኒ ካብ መጀመርታ ትሒዙ ሓው ንባራኺ ክመውት ከሎ ኣብ መውቱ ምናምን እንዳለ ገብራት ነጊርዎ እዩ ስለዚ ኣብቲ ኢድ ንሱ ኣከሎም ከም ዘለ ትፈልጥ እያ ማለት እዩ ሕጂ ኩሉ ነገራት እሞ ትግደፎ ኩሉ ስራሓት እሞ ትግደፎ እቲ ዝገበሮ ምስ ባራኺ ምስ ገብራታ እዩ ገይሩ ሃመይ እዩ ገይሩ ዘባእሶም ዘሎ ነገራት ስርሕም እናበለ ዘናኻኽሰሎ ነገራት እሞ ሕደግዎ ኣብ ናይ ኣቦ ሓውን ባራኺ ኢድ ከም ዘለዎ እንድሕር ዳ ፈሊጡ ኮይኑ ኣኮሎም ካላስ እታ ጉዳይ ስህተት ናለ በዓል ልኸይድ ማለት ናብ ሱረ ባይዘወይ ኣኮሎም ብጣዕሚ ይፈራሕ ጋይስ ብጣዕሚ እዩ ፈራሕ ብጣዕሚ ይዘረጥ ናይ መጨረሻ ማለት እዩ ግን ዕሽነት ዝተሞልኦ ኣብቲ ፍርሒ ግን እኒኦ በቃ ዕሽነት ዝተሞልኦ ጭካነ ማለት እዩ ዕሽነት ዝተሞልኦ ጭካነ በቃ ክፋእ ዝተሞልኦ ጭካነ ኣብቲ ውሽጢ ፍርሕሲ ግን ከዓ ናይ ፈራሕ ጨካን ኒኢ ሓቂ ገይስ እና ከምኡ ዓይነት ባህሪ ወይ ድማ ከምኡ ዓይነት ውሽጡ ከምኡ ዓይነት ሰብ እዩ ስለዚ ንክጠፍኡ ብሓደ ግዜ ኩስተር ንከብሎም ወናምን ወላ ይድለምበይ ክእሰራይማ ይደሊ ተሓታትነትም ክህሉ ይደሊ ክፍለጥማ ይደሊ ዝኾነ ይኹን ነገር ካብ ግብራት ዝኾነ ዓይነት ምስጢር ክወፀ ይደሊ ምስ ባራኽን ምስ ገብራትን ምስ ሃርያን ለለዎም ነገራት ኣኮሎም ብጣዕሚ ይፈልጥ እንታይ ዓይነት ርክብ ኣለዎም ኣይኮነን ምስኡሲ ምስ ሓፍቱ ምስ ሓፍቱ ንባራኺ እንታይ ዓይነት ርክብ ኣለዎም እንታይ ይገብሩ እንታይ ይሰርሑ ምናምን ኩሉ ነገራት ይነግሮ እዩ ማቲማት ከም ሓዛ ኢሉ ስለትነግሮ ሓደ ሰብ ዓርከይ ክትብሎ ተኮይንካ ሓደ ሰብ ሓዛይ ክትብሉ ተኮይንካ ዝንገርን ዘይንገርን ኣሎ እዩ ኦፍኮርስ ግን ዘይንገር ነገራት ንኸይትነግር ኣብ ውሽጥካ ኣሚጥካ እንድሕር ዳ ሒዝካዮ ኮንካ ኣይንገርን እዩ ኦልሬዲ ኣይነግረካን እየ ተይልካ ሓደ ሰብ ንምንታይ ትብልን ኢኻ ኣይፈልጥን እየ ተይሉኒ ተኾንካ ዘይትፈልጥ ኣይትብለን ኢኻ ጋይስ ኣይፈልጥን እየ ተይልኒ ካላስ ብድሕሪ ደሎ ጥያቄ ምንም ክምልስ ኣይክእል ዝፈልጦ ነገር የብለይን ንዓይ ኣይምልከተንን እዩ ናብኡ ኣይትእትውኒ ጌም ኦቨር እዩ ዝብለኩም ዘለ ማለት ይፈልጥ እየ ትልኩም ግን ከመይ ነይሩ እንታይ ነይሩ እንታይ ተሰሪሑ ከመይ ተሰሪሑ ስለምንታይ ከምኡ ኮይኑ እንታይ ትገብር ነርካ ሽዒትኸ ምናምን ምናምን ዝብል ጥያቄታት ብጣዕሚ እዮም ዝመፁ ኣይፈልጥ እየልካን ኣርባዕተ ነጥቢ ተወዓላታ ጉዳይ ማለት እዩ ስለዚ እና ኣኮሎም ዋላ ዓሰርተ ግዜ ፈራሕ ይኹን ዋላ ዓሰርተ ግዜ እንትን ይኹን እምበር ካብቲ ጭካነ ካብቲ ሕማቅ ነገር ስራሕቲ ምንም ኣይተቆጥበይ ማለት እዩ ፕላስ ድማ ገብራት ኩሉ ነገር እዩ ዝነግሮ ምክንያቱ ዓርከይ እዩ ኢሉ ሓስቦ መሓዛ ኢሉ ኢሉ ሓስቦ ኣብቲ ሕማቅ ኣብቲ ፅቡቅ ብሓንሳዕ ኣለና ኢሉ ሓስቦ ሕዚ ኩምዚና ክንናገር ከለና ኣብቲ ሕማቅ ብሓንሳዕ ድኔናይ ኣብቲ ፅቡቅ ብሓንሳዕ ድኔናይ ኢልና ንኸዶ ነገራት ብጣዕሚ ንዓና ፅባሕ ንግሆ ወፂኡ ዝኾነ ሽግር ይፈጠረለይ ዝብሉ ነገራት ግን ተዘይነውጽእ ተመራጺ እዩ ማለት እዩ። ጻሕንጎ ንዓና ዋጋ ለኽፍለና ነገር እንድሕር ኮይኑ ኣይኮነን ዶ ንዓርክና ኣይኮነን ዋላ ዋላ ንምንታይ ወላዲትና ዶ ይኸውን ዋላ ንምንታይ ኣቦና ዶ ይኸውን በቃ ባዕልና ምስ ባዕልና ባዕልና ኦረዲ እንድሕር ቀቢርናዮ ተቐቢሩ እዩ ዝነብር ጋይስ። ኣብ ውሽጥና እንድሕር ኮይኑ ኻላስ ኣብ ውሽጢ እዩ ዘሎ ትሕቲ መሬት ዳርጋ ዝቐበርናዮ ወይ ድማ ሞትና ምሳና ዳርጋ ዝሞተ ማለት እዩ ንኻልኣይ ሰብ እንድሕርቲ ነገርካዮ ግን እቲ ካልኣይ ሰብ ይንገር ኣይንገር ብዘይግድስ ናቱ እሱሪኻ ኩሉ ግዜ ዝኾነ ነገር ብዝተፈጠረ ቁፅሪ ወይ ድማ ክነግረካ ኢሉ ወይ ድማ ንስኻ እኮ ኢሉ ዘረባ እንድሕር ጀሚሩ ብዛዕባ ተርእስቲ ንሱ ዝለዓል መሲሉ እዩ ዝስምዐካ እምበር ብዛዕባ ካሊእ ኣርእስቲ ኣምፅኡ ዝዛረበካ ወይ ድማ ካሊእ ኣርእስቲ መውጺኡ ዘባእሰካ መሲሉ ኣይስምዕካ never እንተ ዝስምዕካ እቲ ሕማቅ ዝገበርካዮ ኩሉ ግዜ ብዛዕባ ንሱ እዩ ክናገር ደልዩ መናት ድማ መሊቕዎ ይኸውን መናት ተናጊሩ ይኸውን መናት ዶ ገጢምና ይኸውን ክልቴና ስለዝኾንና ገለ ክነዕልል ዶ ሰሚዕና ይኸውን ምናምን ዝብሉ ሓሳባት እዩ ዝመፀልካ ስለዚ ንዝኾነ ይኹን ነገራት ጥራሕ ንጎ ዋጋ ላክፍለና ንድሕር ኮይኑ ብፍላይ ደምነት ዘለዎ ነገራት እንድሕር ደኣ ኮይኑ ኣብ በዓልና በዓልና ብቻ ንዝኾነ ይኹን ነገር ፍጡር ኣብዛ ምድሪ ይሃሉ ሽሕ ንፈትዎ ሰብ ሽሕ ነኽብሮ ሰብ ይሃሊ ብፍላይ ደምነት ለለዎ ነገራት ብቑፃሕንኮ ዋጋ ለኽፍለና ነገራት ብዛዕባ ናይ ሓዳርካ ምናምን ማለት እዩ ኣብ ውሽጥናን ኣብ ውሽጥናን ሒዝናዮ እንድሕዳ ስእልና ንቕመጥ እንድሕዳ ኮይና ብጣዕሚ እዩ ለኽስበና ጋይስ ገብራት ኩሉ ነገር እዩ ዝናገር ገብራት ኩሉ ነገር እዩ ዘዕልል ገብራት ምንም ዝሓብኦ ነገር የለን ኢማጅን ጋይስ ኢማጅን ጋይስ ሓው ንገብራት ይቅርታ ሓው ንባራኺ ገብራት ቀቲልዎ ንሰበይቱ ሞፅኡ ምንጋር ማለት ሕሰብዎ ሰባይ ሰበይቱን እዮም ናይ ብሓቂ ተኣማንነት ናይ ብሓቂ ግልፅነት ናይ ብሓቂ ይህን ምሂን እንድሕር ዳ ሃልዩ ኮይኑ ናይ ብሓቂ ግልፅነት ዝተመልኦ ህይወት ዝነብሩ እንድሕር ዳ ኮይኖም ወይ ድማ ንሳ በቲ ገብራ በቲ ባራኺ ዝልክዓ በቲ ባራኺ ለፍቅራ በቲ ባራኺ ኣሚኔ ልብላ እንድሕር ተትኸውን ነይራ ባራኺ ብሰንኪ ሓዉ ዝኹሉ ሽግር ኣይምገጠሞይ ነይሩ ባራኺ ብሰንኪ ሓዉ ዝኹሉ ጸለመ ኣይምገጠሞይ ነይሩ ባራኺ ብሰንኪ ሓዉ ዝኹሉ ጠቐነ ክስካብ እሱርቤት ምኻድ ክስካብ ምኽሳስ ኣይምበጽሐይ ነይሩ ማለት እዩ ነማን ተዝኸውን ነይሩ ዝነገራት እዙይ ሰብኣየይ ኣይዋዕልን እዩ ባዕልኹም ውዒልኩሞ ዝጠለመ እዚ ድማ ሰብኣይ ክጥለም የውዲኒ ኣብ ጎኒ ክትስለፊ ልግባኣ ሓደ ኣሚና ዝካኣል ልኾነ ባይ ዘ ወይ ቃል ኪዳን እንድሕር ዳኣ ኣሲሩልካ ኮይኑ ድሕሪኡ ልመጽእ ነገራት ኩሉ ናትካ እዩ ኩሉ ናትካ እዩ ተመርዒኻ ኣቦኻይ ድኻይ መሪቖም እሱ ቀለበት ኣሲሩ ገዙ እንድሕር ወሲድካ ካላስ ትውዲ እታ ጉዳይ ልኾነ ትኹን እያንዳንድዋ ዝወጸት ንዕኡ ጽቡቕቲ ናታ እስኻም ተኻፋሊ ኢኻ ሕማቕ ንስኻም ተኻፋሊ ኢኻ ሽግር እስኻም ተኻፋሊ ኢኻ ደስታ ምስኻ ተኻፋሊ ኢኻ ካብታ ሸዓት ደቂቃ ጀሚራ ማለት እዩ ሃርያ ግን እዚ ኩሉ ነገር ክስካብ ደምነት ክስካብ ንስኻ ኢኻ ቀቲልካ ሓውካ ቀታሊ ሓው ተባሂሉ ካብ ዓዲ ምስጓጉ እስካብ ዝተርፎ ኮይኑ ማለት እዩ ብጭቑ ኢላ ኣይተነገረት ጋይስ ሃርያ ብጭቑ ኢላ ኣይተነገረት ንስኹም ንጥሂኹም ይበለትም ኪዶ ክሰስ እያ ትብሎም ነይራ ንስኹም ስራሕ ዘይባዕልኩም ወይ ኣነ ክናገረልኩም እየ ይበለት ኪዶ ክሰስ እያ ኢላቶ ሕሰብዎ ንሱ ክመላለስ ከገጠር ንከተማ ከገጠር ንከተማ ንሳ ድማ ገብራት ንክመፅእ ማለት እዩ ክፍተት ንምፍጣር እና እንታይ ክብለኩም ደልየ ዳርጋ መብዛሕትኡ ግዜ ካብ ከምዚ ዓይነት ነገራት ሰብ ተቆጢብና ሓላፍነት ተንወስድ ፅቡቅ መሲሉ ይስምዐኒ ሰብ ምሳና ዘሎ እቲ ሰብ ተኣጋር ንሕና ባዕልና ምኳና ክስምዐና እኒዎ ብዙሕ መንገዲ ብዙሕ ርሕቀት ዘለዎ ስፍሓት ዘለዎ ነገራት እንድሕር ደኣ ከይዱ እሞ ደኺሙ እንተተመሊሱ ንሕና ከም ዝደኽመና ቆፂርና ክንቀሳቀስ ኣለና ባህሊት እየ ኣነ ማለት እዩ እና ኣኮሎም እዚ ኩሉ ሓቅታት ልወጽእ ኣይመሰሉን ነይሩ ካብ ክልቲኦም ውጪ ልኸደ ሰብ ኣይመሰሉን ነይሩ ይኹን ዳኣ እምበር ሃርያ ሰሚዐያ ሃርያ ሰሚዐያ ድማ እዚ ጉዳይ ንሱ ኣለቀ ማለት እዩ እና ብጣዕሚ ማስቲ ብጣዕሚ ልስምዐካ ፓርቲ እዩ ብጣዕሚ ልስምዐካ ነገራት እዩ ይኹን ዳኣ እምበር ኣብ ቀጥሎ ክፋል ግን ኩሉ ነገራት ከም ትፈልጥን ኣኮሎም ከም ዘሎ ንኣኮሎም ክትነግሮ ድያ ወይስ ተፋጢጦም እዮም ዝስብኩሉ ዝብሉ ኣብ ቀጻሊ ክፋል ክንርኢ ኢና። ከምዚ ዓይነት ምፍጣጥ ንክልቲኦም ከ ገብራት ዝወስዶ ውሳነ ወይ ድማ ዝወስዶ ስጉምቲ እንታይ እዩ? ባራኺ ከ ብዛዕባ እቲ እንታይ ክብል እዩ ዝብል ኣብ ቀጻሊ ክፋል ሒዘልኩም ክመጽእ እየ። ክስካብ ሽዑ ግን ቤተሰብ እናኾንኩም ሰብስክራይብ እና ላይክ ኮመንት እናቐመጥኩም ሓደ ሓደ ትብልዎ ነገራት ክትናገርዎ ትኽእሉ ነገራት ኣብ ኮመንት ኣቕምጡለይ ቤተሰብ ንኽንኩነኩም ይደሊ ሰሰናዩ ንዓኹም